ክንቀሳቐስ ክጎይ ኣብ ውሽጠይ ኮይኑ ዝዓይ ክንቀሳቐስ ክጎይ ኣብ ውሽጠይ ኮይኑ ዝዓይ ነጋንንቲ ዘይተናግፎም እንተለኻ የናግፉኻ ኣለዉ ሓደ ካብቲ ምልክት ኣማኒ ምንጋፍ ከም ዘድልዮ ብኸመይ ኢና ንፈልጥ ኣማኒ ብሓይሊ ልክዕ ከምቲ ሪኦሞ ንጎይታ የሱስ ክርስቶስ ምንጋፍ ከም ዘየድልዮ ብኸመይ ትፈልጡ? ኣብ ምድሪ ክመላለስ ከሎ ጎይታ የሱስ ክርስቶስ ምንጋፍ ከም ዘየድልዮ ምንጋፍ ዘየድልዮ የሱስ ክርስቶስ እዩ። እቲ ኣብ ምድሪ ዝመላለስ ዝነበረ ብስጋ ፍጹም ምንጋፍ ኣየድልዮን እዩ። እቲ ዳግም ተወልደ ኣማኒ ግን ምንጋፍ የድልዮ እዩ። ብኸመይ ትፈልጡ ጎይታ የሱስ ክርስቶስ ምንጋፍ ከም ዘየድልዮ? ምኽንያቱ ገና ምስ ረኣይዎ ኡይ ይብሉ ነይሮም። የናግፎም እዩ ነይሩ እምበር የናግፎ ኣይኮነን ነይሮም። ኣጋንንት ዘይተናግፎ እንተለኻ የናግፉኻ ኣለዉ ማለት እዩ። ብሽም የሱስ እንዳበልካ ምሉእ ለይቲ ምስ ሓደ ጋኔን ትሓድር ተለኻ ዘይተናግፎ ተለኻ የናግፈካ ኣሎ ማለት እዩ። ንስኻ ጸልማቱ ከተናግፎ ተዘይክኢልካ ንዓኻ ብርሃንካ የናግፈካ ኣሎ፣ ሓይልኻ የናግፈካ ኣሎ። ስለዚ ሓደ ካብቲ የሱስ ክርስቶስ ምንጋር ከም ዘየድልዮ ኣብ ምድሪ ኸሎ ብኸመይ ኢና እንፈልጥ? ምስ ረኣይዎ ኡይ ይብሉ ነይሮም። ነየናይ ኣማኒ እዮም ሎሚ ኣጋንንቲ ርእዮሞ ኡይ ዝብሉ? ኣንኳ እንዶ ርእዮምኻ ኡይ ክብሉሲ ዋላ ምሉእ ለይቲ ብሽም የሱስ ኢልካ እውን ክቃለሱኻ እዮም ዝሓድሩ። ምንጋር ከም ዘድልየካ ዓቢ ምልክት እዩ። ኣብቲ ዓሚቕ ናይ ኣጋንንታዊ ዓለም ኣትዮም ዝወጹን ዝተናገፉን ሰባት ብዙሓት እንታይ እዮም ዝብሉ ደፊንሽን ናይ ሓጢኣት ሰይጣን ባዕሉ እዩ እዮም ዝብሉኻ ንሰይጣን ዲፋይን ግበሮ እንድሕር ተባሂሉ ሰይጣን ደፊንሽን ናቱ ትርጉም ናይ ሰይጣን ጌጋ እዩ ጌጋ ማለት ሰይጣን ማለት እዩ ሓጢኣት ማለት ሰይጣን ማለት እዩ ስለዚ ሓጢኣት ኣብ ዘለዎ ኣጋንንቲ ክለይም ኣለዎ። ጎይታ የሱስ ክርስቶስ ከምዚ ኢሉ ገዛ እዛ ዓለም እዚኣ ይመጽእ ኣሎ ኣባይ ግን ሓንቲ እኳ የብሉ ገዛ እዛ ዓለም እዚኣ ይመጽእ ኣሎ ኣባይ ግን ሓንቲ እኳ የብሉ እንታይ ማለት እዩ? ኣነ እየ ዘናግፎም እምበር እሶም ኣየናግፉንን እዮም። ኣነ እየ ዝብርትዖ እምበር እሶም ኣይብርትዑንን እዮም። ኣነ እየ ብቐሊሉ ዘናግፎም እምበር እሶም ኣየናግፉን እዮም ማለት እዩ። ሰለስተ ዓይነት ኣጋንንታዊ ኣሰራርሓ እዩ ዘሎ ኦፕሬሽን ፖሴሽን ኦፕሬሽን ኤንድ ኦብሴሽን ፖሴሽን ነቶም ዓለማውያን እቶም ምሩኻት ኢልዎም ዘሎ ፖሰስ ዝገብሮም ምኽንያቱ መቕደስ ናይ መንፈስ ቅዱስ መቕደስ ኣይኮኑን ዳግም ኣይተወልዱን ክርስቶስ የብሎምን ንኣማኒ ግን ኦብሰስ ክገብሮ ክእል እዩ ኦፕረስ ክገብሮ ክእል እዩ ንነብስኻ ኦብሰስ ዝገብረካ ንስጋኻ ኦፕረስ ዝገብረካ ይገፍዐካ ማለት እዩ ሕማም ድዩ ዝተፈላለየ ነገር መጥቃዕቲ ይፍኑ ኣብ ህይወትካ ንምንታይ ኢልና ኣመንቲ ሓደ ሓደ ግዜ ሕማቕ ሕልሚ ንሓልም ኦፕሬሽን እዩ ንሱ ሕማቅ ሕልሚ ሓደገኛ እዩ ካብ ኣምላኽ ዘይኮነ ሕልሚ ብለይቲ ክትሓልም ሓደገኛ ነገር እዩ ብዙሓት ኣመንቲ ዘይንርድኦ ማለት እዩ ንሱ ኦብሰሽን እዩ ንሱ ኦፕሬሽን እዩ ኣጋንንታዊ ሰራርሓ እዩ ህይወትካ መጻኢኻ ከጥቅዕ እንድሕር ደልዩ ሓደ ሓደ ግዜ ሰይጣን ብሕልሚ እዩ ድመጸካ ብሕማቅ ሕልሚ ሻሎም ሻሎም ህዝቢ ኣምላኽ ከመይ ኣለኹም ከመይ ቀኒኹም ክብሪ ንእግዚኣብሔር ይኹን ሎሚ እውን ብሓድሽ ኣርእስቲ መጼኩም ኣለኹ ምንጋፍ ዝብል ከንሪ ኢና መጀመርያ ኣብ ሂወትና ምንጋፍ ዘድልየና ሰባት ብድሕሪኡ ድማ ንኻልኦት ከመይ ጌርና ነናግፍ መጀመርያ ምንጋፍ ካብ ሂወትና እዩ ዝጅምር ብድሕሪኡ ኸኣ ንኻልኦት ከመይ ጌርና ነናግፍ ኣዝዩ ክንርድኦ ዝግባእ ኣርእስቲ እዩ እቲ ምንጋፍ ዝብል ንጹር ፍልጠት ስለ ዝውሕደና ሓደ ሓደ ግዜ ተጠቀምቲ ናይቲ ምንጋፍ ዝብል ኣርእስቲ ኣብ መጽሓፍ ቅዱስ ኣይንኸውንን ኢና። ብዙሕ ነገር ኣብ ህይወትና ዘጋጥሙና ከም ጭንቀት ዝኣመሰለ ፍርሒ፣ ርእሲ ሕማም፣ መንፈስ ድኻም፣ ልቢ ድኻም፣ ሕበጥ፣ ዝተፈላለዩ ሕማማት፣ ሕማቕ ሕልሚ፣ መጽሓፍ ቅዱስ ዘይምንባብ፣ ዘይምጽላይ፣ ዘይምስላጥ፣ ኣብ ሓዳር ባእሲ፣ ዕግርግር፣ ኣብ ደቅና ብዙሕ ሽግር ዘጋጥም ኩሉ እኳ እንተ ዘይበልናዮ ብዙሕ ግዜ ንዓና ዘይርደእና ረቂቕ መንፈሳዊ ኣሰራርሓ እዩ። ስለዚ እዩ ምንጋፍ ኣብ ህይወትና ኣገዳሲ ዝኾነ። ስለዚ ሎምዓንቲ እቲ ምንጋፍ ዝብል እንታይ እዩ? ኣገዳስነት ናይ ምንጋፍ እንታይ እዩ? ከመይ ጌርና ኢናኸ ህይወትና ኣናጊፍና ንኻልኦት እነናግፍ? ዝብል ክርኢ ኢና ክብሪ ንኣምላ ይኹን መጀመርያ ገለ ዲስክሌመር ክገብር ገለ መእተዊ ክገብር ነቲ ትምህርተይ ወሳኒ ዝበልክዎ መእተዊ ክገብር እየ እቲ ናይ መጀመርያ እንታይ እዩ እቲ ስዑር ጸላኣ ዝብል እዩ ብዙሕ ግዜ ኣብ ክርስትና ክልሸ ዝብሃል ነገር ኣሎ ወይ ኣምሓርኛ ጥራዝ ነጠቅ ይብልዎ ኣብቲ ትግርኛ ከኣ ሙሉእ ፍልጠት ከይሓዝካ ናይ ሓደ ርእስቲ ትምህር እሞ ደሓር ንባዕልካ ተጎዲእካ ንካልኦት ትጎድኦም ሓደ ካብቲ ብሰንኮፍ ንሕዞ ኣብ ሓድሽ ኪዳን ዘሎ ኣርእስቲ ሰይጣን ስዑር ጸላኢ እዩ ንብል ኢና which is true ሓቂ እዩ ሰይጣን ስዑር ጸላኢ ኣብ ቆሎሴ እንታይ ኢሉ ኣሎ ግን ብትኽክል ክንርድኣ እየ ደልየ ዘለኹ እዛ ናይ ቆሎሴ ከም መእተዊ ቆሎሴ ካልኣይ ምዕራፍ ጥቕሲ ዓሰርተ ኣርባዕተ ክሳብ ዓሰርተ ሓሙሽተ ነቲ ብሕጋጋት ዝቃወመናን ዝበኣሰናን ዝነበረ ብኢድ እተጻሕፈ ጽሕፈት ዕዳ ደምሲሱ ንዑ ኣብ መስቀል ሸንኪሩ ካብ ማእኸል ኣርሓቖ ነቶም ሕልቅነትን ስልጣናትን ኣጽዋሮም ገፊፉ ብኡ እናፈከረሎም ከኣ ብግልጺ ኣስተሓፈሮም ይብል። ኣብዚ ሕጂ ሰይጣን ስዑር ጸላኢ ከም ዝኾነ፣ ኣጋንንቲ ስዑራት ጸላእቲ ከም ዝኾኑ እዩ ዘርእየና ዘሎ። ብርግጽ ከምኡ እዩ። ትሕቴና እዮም፣ ድኹማት እዮም። ስለዚ እዩ መጽሓፍ ቅዱስ ነጋንንቲ ወይ ንሰይጣን ብነብሪ፣ በንበሳ፣ ብገጅፍ ነገር፣ ብሓያል ኣይምስሎን እዩ። ምኽንያቱ ሰይጣን ሓይሊ የብሉን። ከም ተመን እዩ ዝምስሎ። ተመን ድኹም ፍጥረት እዩ። ብመሬት መሬት እዩ ዝኸይድ ብእግርና ክንረግጾ ንኽእል ኢና። ኣዝዩ ዝነዓቕ ጸላኢ እዩ ተመን ነገር ግን መርዚ ኣለዎ። ስለዚ ሰይጣን ኣብ ሓድሽ ኪዳን ብሓይሊ ኣይኮነን ዝቃወመና ወይ ዝበኣሰና። እቲ ዝለዓለ ሓይሉ እቲ ዝለዓለ ስልጣኑ ናይ ሰይጣን ፍርሕን ምትላልን እዩ። Deception and Fear ፍርሕን ምትላልን እቲ ዝዓበየ ከፍርሐካ እንተ ኺኢሉ ካብ ቃል ኣምላኽ ድማ ሓቂ ክሰርቀካ ትኽኢል ዋላ ሰብዓ ፐርሰንት ፍለጦ ናይ ሓደ ቃል ምግላጽ ሰላሳ ፐርሰንት እንድሕር ሰሪቕካ እኹል እዩ በተን ሰላሳ ፐርሰንት ምግላጽ ወይ ምርዳእ ወይ ብርሃን ድሰርቐካ ብኣን ጌሩ ከጥቅዐካ ይኽእል እዩ ጸላይ ሓደ ካብቲ ብጌጋ ንትርጉማ ነዛ ቆሎሴ ኦፍ ኮርስ ናይ ኣማን ስልጣን ክንምህሮ ኣለና ነቲ ኣማኒ ኣማኒ ስልጣን ከም ደለዎ ኣማኒ ሓይሊ ከም ዘለዎ ሰይጣን ስዕሪ ምዃኑ ሰይጣን ንእሽተይ ምዃኑ ሰይጣን ከም ዘይጠቅም ኣብ ልዕሊኦም ስልጣን ከም ደለና ጎይታ የሱስ ክርስቶስ ኣብ መስቀል ከም ዝሰዓሮም ክንምህሮ ኣለና ነቲ ኣማኒ ንባዕልና ውን ክንርድኦ ኣለና እዚ ማለት ግን ኣማኒ ምንጋፍ ኣየድልዮን እዩ ማለት ኣይኮነን። እዚ ማለት ግን ምንጋፍ ዝበሃል ኣርእስቲ ምስትንዓቕ ማለት ኣይኮነን። ኣብ ትዮሪ ድልየትና ክንብል ንኽእል ኢና፣ ኣብ ሓሳብ ድልየትና ክንብል ንኽእል ኢና፣ ኣብ ምምሃር ድልየትና ክንብል ንኽእል ኢና፣ ኣብ ምዝራብ ድልየትና ክንብል ንኽእል ኢና፣ ኣብ ሪያሊቲ ግን እቲ ክውንነት ናትና ክቃወመና ይኽእል እዩ። እቲ ክውንነት ናትና ኣብ ምልኣት ኣምላኽ ዘይምንባርና ነቲ ኣማኒ ምንጋፍ ኣየድልዮን እዩ ዝብል ዝቃወም እዩ። ልክዕ እ፣ እ፣ እስራኤላውያን እውን እዚ ሽግር እዚ ነይርዎም። ከማና ጴንጤ ኢና እኳ እንተ ዘይበሉ እንታይ ይብሉ ነይሮም? ወንጌል ዮሃንስ ምዕራፍ ሸሞንተ ካብ ሰላሳን ክልተን ክሳብ ሰላሳን ኣርባዕተን ንሓቂ ክትፈልጥዋ እታ ሓቂ ድማ ሓራ ከተውፅኦኩም እያ ምስ በሎም ኢማጅን ሎሚ መፂ ጎይታስ ንሓቂ ክትፈልጣ ኢኻ እማ ሓቂ ሓራ ከተውፅአካ እያ ከብለካ ከሎ ናትካ መልሲ ከዓ ንሳቶም ከዓ ንሕና ዘርኢ ኣብርሃም ኢና ባሮት ኮይንና ተገዛእናዮ ከቶ የብልና ንሕና ደቂ ኣብርሃም ኢና ንሕና ኣመንቲ ኢና ንሕና ጴንጤ ኢና ንሕና ውሉድ ኣምላኽ ኢና ንሕና መንፈስ ኣምላኽ ኣለና ንሕና ኣምላኽ ኣለና ባሮት ኮይንና እንተገዘእናዮ የብልናን ከም ፍልጠት ጽቡቕ እዩ ከም ትዮሪ ጽቡቕ እዩ ከም ክትዕ ከም ምጉት ከም ዘረባ ጽቡቕ እዩ ጎይታ የሱስ ክርስቶስ ግን እንታይ ኢልዎም ከመይ ኢልካ ኢኻ ሓራ ኦኬ ከመይ ኢልካ ኢኻ ሓራ ክትወጽ ኢኹም ትብለና ዘለኻ ደሊቨራንስ ኣየድልየናን እዮም ዝብልዎ ዘለዉ ልክዕ ከምቲ ኣመንቲ ንብሎ ኣመንቲ ምንጋፍ እቲ ዘሕዝነኒ እንታይ እዩ ኣብ ገለ ኣብያተ ክርስትያናት ኣገልገልቲ ብቕብኣት መጺኦም ከናግፉ ምስ ጀመሩ ኢቭን ካብ መዘምራን ካብ ኣገልገልቲ ተ- ከይተረፈ ኣጋንንቲ ክወጹ ምስ ጀመሩ እቶም ፓስተራት እንታይ ኢልና ንምህር እቶም ኣገልገልቲ እንታይ ኢልና ክንብል ንጅምር ኣማና ኣጋንንቲ ይሕዞን እዩ ፊት ንፊት ንቃወሞ ነቲ ናይ እግዚኣብሔር ሓቂ of course ዳግም ስለ ተወለድና ካብ ደቂ ኣብርሃም ወይ ካብ ኣይሁዳውያን ድፈልየና ንሕና ዳግም ተወሊድና ኢና ንሶም መንፈሶም ምዉት እዩ ነይሩ ብነብሶም ብስጋኦም እዮም ኪዳን ኣትዮም ምስ ኣምላኽ እቲ ናይ ናቶም ኪዳን ናይ መንፈስ ኪዳን ወይ ድማ ናይ ሓድሽ ፍጥረት ኪዳን ናይ ዳግም ልደት ኪዳን ውሉድ ኣምላኽ ናይ ምዃን ኪዳን ኣይኮነን ከም ህዝቢ ግን ኪዳን ነይርዎም እዩ ምስ እግዚኣብሔር እቲ ፍሉይነት ናትና መንፈስና ዳግም ተወሊዱ እዩ እቲ ፍሉይነት ናትና ሓደሽቲ ፍጥረት ኢና እቲ ፍሉይነት ናትና ሰይጣን ኣብ መንፈስና ክኣቱ ኣይክእልን እዩ። እቲ ፍሉይነት ናትና ሰይጣን ኣብ መንፈስና ስልጣን የብሉን፣ ኣብ ውልድነትና ስልጣን የብሉን። ድሒንና ኢና፣ ዳግም ተወሊድና ኢና፣ ማሕደር መንፈስ ቅዱስ ኢና፣ ኣብ መንፈስና ቤት መቕደስ ኣምላኽ ኢኹም ይብለና። ኣብ መንፈስና ኣምላኽ እዩ ዝሓድር። ኣብ መንፈስና መንፈስ ቅዱስ እዩ ዝሓድር። ኣብ መንፈስና ጎይታ የሱስ ክርስቶስ እዩ ዝሓድር። ኣብ መንፈስና ኣጋንንቲ ክኣትዉ ኣይክእሉን እዮም። ኣብ ነብስናን ኣብ ኣጋን ኣብ ስጋናን ግን ከጥቅዑና ይኽእሉ እዮም። ስለዚ ከመይ ጌርካ ደሊቨራንስ የድልየኩም ትብለና? ከመይ ጌርኩም ከመይ ጌርካ ምንጋፍ ተድልየኩም የድልየኩም ትብለና? ኢሎሞ። ደሓር ታይ ኢልዎም? የሱስ መለሰ፣ ብሓቂ ብሓቂ እብለኩም ኣሎኹ፣ ሓጢኣት ዚገብር ዘበለ ንሱ ባርያ ሓጢኣት እዩ። እንታይ እዩ ዝብሎም ዘሎ? ኣብዚ ዓለም እዚ ክሳዕ ዘለኹም፣ ሓጢኣት ክሳዕ ዘሎ ኣጋንንቲ ክቃወሙኹም እዮም። ኦፍ ኮርስ ናይ ናይ ኣይሁዳውያን ሓጢኣትን ናይ ኣመንቲ ሓጢኣትን በበይኑ እዩ። ናይ ናይ ኣይሁዳውያን ሓጢኣት ካፒታል ሲን እዩ። እቲ ዓቢ ኤስ ንብሎ ወይ ዓቢ ሓጢኣት እዩ። እሱ ድማ ብመስቀል ዘይተወገደ ሓጢኣት ማለት እዩ። ናይ ማንነት ሓጢኣት ማለት እዩ። ካብ ኣዳም ዝወረስዎ ሓጢኣት ማለት እዩ። ብዓቢኡ ኣብ መንነቶም እዩ ሓጢኣት ነይሩ፣ መንፈሶም እዩ ምዉት ነይሩ። ኣማኒ ካፒታል ኤስ ሓጢኣት የብሉን። ናይ ማንነት ሓጢኣት የብሉን። ኣማኒ መንፈሱ ምዉት ኣይኮነን። ኣማኒ ህያው እዩ። ኣማኒ ውሉድ ኣምላኽ እዩ። ኣማኒ ኣብ የማን ኣቦ እዩ ዘሎ። ኣማኒ መቕደስ ናይ መንፈስ ቅዱስ እዩ። ይኹን እምበር ኣማኒ ካብ ሓጢኣት ነፃ ኣይኮነን። ካብቲ ስሞል ኤስ ንብሎ መዓልታዊ ብንሓስቦ ድዩ ብንዛረቦ ድዩ ካብ ሓጢኣት ነፃ ኣይኮነን። ሓሳቡን ስግኡን ዋላ መንፈሱ ጽድቂ ኣምላኽ እንተኾነ ካልኣይ ቆሮንጦስ ሓሙሽተ ዕስራን ሓደን ጽድቂ ኣምላኽ ኢኹም እብለና። ዋላ መንፈስ ናይ ኣማኒ ጽድቂ ኣምላኽ ይኹን እምበር፣ ኣማኒ ኣብ ሓሳቡ፣ ኣብ ስምዒቱ፣ ኣብ ስግኡ ናይ ሓጢኣት ጽልዋ ክህልዎ ይኽእል እዩ፣ ኣብ መዓልታዊ ናብርኡን ህይወቱን። ሓጢኣት ክሳዕ ዘሎ ድማ ኣጋንንቲ ኣለዉ። ኣብቲ ዓሚቕ ናይ ኣጋንንታዊ ዓለም ኣትዮም ዝወጹን ዝተናገፉን ሰባት ብዙሓት እንታይ እዮም ዝብሉ ደፊንሽን ናይ ሓጢኣት ሰይጣን ባዕሉ እዩ እዮም ዝብሉኻ ንሰይጣን ዲፋይን ግበሮ እንድሕር ተባሂሉ ሰይጣን ደፊንሽን ናቱ ትርጉም ናይ ሰይጣን ጌጋ እዩ ጌጋ ማለት ሰይጣን ማለት እዩ ሓጢኣት ማለት ሰይጣን ማለት እዩ ስለዚ ሓጢኣት ኣብ ዘለዎ ኣጋንንቲ ክለይም ኣለዎ ሓጢኣት ኣብ ዘለዎ ክለይም ኣለዎ ክብሪ ንእግዚኣብሔር ይኹን ስለዚ ኣብ መንፈስና ስልጣን የብሎምን ኣብ ነብስናን ኣብ ስጋናን ግን ንኣማኒ ኦብሰስ ክገብርዎ ኸሉ እዮም ኦብሰሽንን ፖሰሽንን በበይኑ እዩ። ፖሰሽን ማለት ወይ ድማ ኣጋንንቲ ክሕዙኻ ማለት ፖሰሽን መንፈስካ እዩ። ኦብሰሽን ግን ነብስኻን ስጋኻን ኦብሰስ ክኸውን ይኽእል እዩ። ክብሪ ንኣምላ ይኹን። ስለዚ ሰይጣን ስዑር ጸላኢ እዩ ኣብ ልዕሊኡ ፍጹም ስልጣን እዩ ዘለና ኣብ ልዕሊኡ ንዕና ሓያላት ኢና ሰይጣንን ንሕናን ክንረእ ከለናስ ናይ ሰማይን ምድርን ሓይሊ እዩ ዘሎ ስልጣን ኣለና ሓይሊ ኣለና ነገር ግን ምንጋፍ ኣየድልየናን እዩ ማለት ኣይኮነን ክነግረኩም ነጋንንት ዘይተናግፎም እንተለኻ የናግፉኻ ኣለዉ ሓደ ካብቲ ምልክት ኣማኒ ምንጋፍ ከም ዘድልዮ ብኸመይ ኢና ንፈልጥ ኣማኒ ብሓይሊ ልክዕ ከምቲ ሪኦሞ ንጎይታ የሱስ ክርስቶስ ምንጋፍ ከም ዘየድልዮ ብኸመይ ትፈልጡ ኣብ ምድሪ ክመላለስ ከሎ ጎይታ የሱስ ክርስቶስ ምንጋፍ ከም ዘየድልዮ ምንጋፍ ዘየድልዮ የሱስ ክርስቶስ እዩ እቲ ኣብ ምድሪ ዝመላለስ ዝነበረ ብስጋ ፍጹም ምንጋፍ ኣየድልዮን እዩ እቲ ዳግም ተወልደ ኣማኒ ግን ምንጋፍ የድልዮ እዩ ብኸመይ ትፈልጡ ጎይታ የሱስ ክርስቶስ ምንጋፍ ከም ዘየድልዮ ምክንያቱ ገና ምስ ረኣይዎ ኡ ይብሉ ነይሮም የናግፎም እዩ ነይሩ እምበር የናግፎ ኣይኮነን ነይሮም ኣጋንንቲ ዘይተናግፎም እንተለኻ የናግፉኻ ኣለዉ ማለት እዩ። ብሽም የሱስ እንዳበልካ ምሉእ ለይቲ ምስ ሓደ ጋኔን ትሓድር ተለኻ ዘይተናግፎ ተለኻ የናግፈካ ኣሎ ማለት እዩ። ንስኻ ጸልማቱ ከተናግፎ ተዘይክኢልካ ንዓኻ ብርሃንካ የናግፈካ ኣሎ፣ ሓይልኻ የናግፈካ ኣሎ። ስለዚ ሓደ ካብቲ የሱስ ክርስቶስ ምንጋር ከም ዘየድልዮ ኣብ ምድሪ ኸሎ ብኸመይ ኢና እንፈልጥ? ምስ ረኣይዎ ኡይ ይብሉ ነይሮም። ነየናይ ኣማኒ እዮም ሎሚ ኣጋንንቲ ሪኦሞ ኡይ ዝብሉ? ሓንኳን እንዶ ሪኦምኻ ኡይ ክብሉሲ ዋላ ምሉእ ለይቲ ብሽም የሱስ ኢልካ እውን ክቃለሱኻ እዮም ዝሓድሩ። ምንጋር ከም ዘድልየካ ዓቢ ምልክት እዩ። ጐይታ የሱስ ክርስቶስ ከምዚ ኢሉ ገዛ እዛ ዓለም እዚኣ ይመጽእ ኣሎ። ኣባይ ግን ሓንቲ እኳ የብሉን። ገዛእ እዛ ዓለም እዚኣ ይመጽእ ኣሎ፣ ኣባይ ግን ሓንቲ እኳ የብሉን። እንታይ ማለት እዩ? ኣነ እየ ዘናግፎም እምበር እሶም ኣየናግፉንን እዮም። ኣነ እየ ዝብርትዖ እምበር እሶም ኣይብርትዑንን እዮም። ኣነ እየ ብቐሊሉ ዘናግፎ እምበር እሶም ኣየናግፉን እዮም ማለት እዩ። ገዛእ እዛ ዓለም እዚኣ ይመጽእ ኣሎ፣ ኣባይ ግን ሓንቲ እኳ የብሉን። ክብሪ ንኣምላ ይኹን። ኣማኒ ብዛዕባ መንፈሱ ክዛረብ ይኽእል እዩ። ገዛ እዛ ዓለም እዚኣ ይመጽእ ኣሎ፣ ኣባይ ግን ሓንቲ እኳ የብሉን ክብል ይኽእል እዩ ብዛዕባ መንፈሱ። ብዛዕባ ነብሱን ብዛዕባ ስግኡን ግና ከከምቲ ብጽሑኒ እዩ። ኣልዕል ኣቢልካ ኣማኒ ስለ ዝኾንካ ዳግም ስለ ተወለድካ ገዛ እዛ ዓለም እዚኣ መጽእ ኣሎ፣ ኣባይ ሓንቲ የብሉን ክትብል ኣይትኽእልን ኢኻ። መጀመርያ ነብስኻን ስጋኻን ከተጽሪ ኣለካ። ክብሪ ንኣምላ ይኹን ጽድቅና ዳግም ምውላድና ሰማይ ክእትወና ክእል እዩ ኣብ ቅድሚ ኣምላኽ ትብዓት ኣለና ናብ ሰይጣን ከይድካ ግን ኣብ ቅድሚ ኣምላኽ ትብዓት ኣለኒ ሰማይ ክኣቱ ክእል ዘላለም ህይወት ኣለና ኣነ ውሉድ ኣምላኽ እየ እሞ ድሌተይ ክገብረካ ኣይትብሎን ኢኻ ሰይጣን እንታይ ዝብለካ ኦኬ ውሉድ ኣምላኽ ኢኻ መንግስቲ ኣምላኽ ክትኣቱ ትኽእል ኢኻ ጽድቂ ኣምላኽ ክህልወካ ክእል እዩ ብህይወትካ ግን ንዓይ እንድሕር ደኣ ክተልቅቐኒ ኮይኑ፣ ንዓይ ክስዕረኒ እንድሕር ኮይኑ፣ ንዓይ ከም ድሌትካ ክትገብሮ እንተኾይኑ ኣርእየኒ እዩ ዝብለካ። ብሽም የሱስ በል እሞ ኣርእየኒ ሓይልኻ እዩ ዝብለካ። ኣርእየኒ ኣተሓሳስባኻ ምልዋጡ። ኣርእየኒ ብቕድስና ምምልላስካ። ክብሪ ንእግዚኣብሔር ይኹን ስለዚ ከም ምእተዊ እየ እዚኣ ተጠቂመላ ሰይጣን ስዑር ፀላኢ እዩ ግን ትኽክለኛ ፍልጠት ክህልወና ኣለዎ ብድፍረት ዘይኮነ ብፍልጠት ክኸውን ኣለዎ ሰይጣን ኣባይ ስልጣን የብሉን ክንብል ከለና ናይ ድፍረት ዘረባ ክኸውን የብሉን ናይ ፍልጠት ክኸውን ኣለዎ ናይ ልምምድ ናይ ናብራ ክኸውን ኣለዎ ተረዲእካ ብክርስቶስ ማንነትካ ነቲ ማንነት ክትነብረሉ ምስ ጀመርካ ብፍልጠት ኢኻ ሰይጣን ኣባይ ገዛ እዛ ዓለም እዚኣ ይመጽእ ኣሎ ኣባይ ግን ሓንቲ እኳ የብሉን ክትብሉ ትኽእል ክብሪ ንኣምላኽ ይኹን ስለዚ እቲ ሰይጣን ዜሮ እዩ ሰይጣን ዜሮ ኢልና ንምህሮ ተለና ነስሕቶ ኢና ዘለና ነቲ ሰብ ንኸይዕወት ምሉእ ብምሉእ ንኽዕወት ኣብ ልዕሊ ኣጋንንቲ ኣክንዲ ፍልጠት ንህቦ ነቲ ኣማኒ ሰይጣን ዜሮ እዩ ሰይጣን ዜሮ ኖ ኖ ሰይጣን ዜሮ ኣይኮነን ሰይጣን ዜሮ ዝኸውን ነቶም መንነቶም ዝተረዶም ኣመንቲ ጥራይ እዩ ሰይጣን ዜሮ ዝኸውን ነቶም መንፈሳዊ ማንነቶም ዝተረዶም ኣማኒ ጥራይ እዩ እስከ ሓንቲ ደቂ ክንጽሊና እሞ ክንቅጽል ኢና ናይ እግዚኣብሔር ህላውነት ኣብ ማእኸልና ኣሎ ጎይታ ክምህረና ከናግፈና ክፍውሰና ንቓሉ ብሓይሊ ክንጥቀመሉ ብ ማእኸልና ክንጽሊ ኢና። ሃሌሉያ ጎይታ ነመስግነካ ኣሎና ስለዚ መዓልቲ ተመስገን ስለ ህላውነትካ ተመስገን ስለ መንፈስካ ተመስገን ስለ ክብርኻ ተመስገን ቃልካ ግለጸልና መሃረና ተዛረበና ኣእምሮና ልሳንና ልብና ኣየራትና ግዜና ኩሉ ተቆጻጸር በየሱስ ክርስቶስ ስም ቃልካ እናሰማዕና ከለና ምንጋፍ ክኾነልና ይጽሊ ኣሎኹ በየሱስ ክርስቶስ ስም መንፈስና ነብስና ስጋና ክናገፍ እጽሊ ኣሎኹ ብሽም የሱስ ኣሜን ክብሪ ንኣምላ ይኹን ካሊእ ኣብ ሉቃስ እውን ንርኢና ምዕራፍ ዓሰርተ ሰለስተ ሉቃስ ምዕራፍ ዓሰርተ ሰለስተ፣ ሎሚ እዚ ዅሉ እናተማሃርና ኸለና፣ ገሌና ጭንቀት ዘለና ኻብ ጭንቀትና ኽንናገፍ ኢና፣ ገሌና መንፈስ ፍርሒ ዘለና ኻብ ፍርሒ ኽንናገፍ ኢና፣ ገሌና ርእሲ ሕማም ዘለና ኻብ ርእሲ ሕማም ክንናገፍ ኢና፣ ገሌና መንፈስ ድኻም ዘለና ኻብ መንፈስ ድኻም ክንናገፍ ኢና፣ ገሌና ልቢ ድኻም ዘለና ኻብ ልቢ ድኻም ክንናገፍ ኢና፣ ገሌና ሕበጥ እውን እንተ ዀነ ሕበጥ ክጐድል ርእየዮ ኣለኹ። ኣጋንንቲ ምስ ወጹ፣ ኣእጋሮም፣ ኣእዳዎም፣ ኣካላቶም ብሕበጥ ዘሳቕዮም ኣመንቲ ከም ዘይነበረ ክኹን ሕበጥ ርእየ ኣሎኹ፣ ካብ ኣጋንንቲ ምስ ተናገፉ እተጸለሉ ኣመንቲ ናብ ኣእምሮኦም ክምለሱ ከለዉ ርእየ ኣሎኹ፣ ምግቢ ዘይበልዑ ናብ ሬሳ እተቐየሩ ኣመንቲ ኖርማል ክኾኑ ርእየ ኣሎኹ ድሕሪ ምንጋፍ። ክብሪ ንእግዚኣብሄር ይኹን። ዝተፈላለየ ሕማማት። ክትፍወሱ ትኽእሉ ኢኹም ብምንጋፍ። ሕማቕ ሕልሚ ካባኹም ክርሕቕ ይኽእል እዩ። ሕማቕ ሕልሚ ሓደገኛ እዩ፣ ደሓር ክንርእዮ ኢና። መጽሓፍ ቅዱስ ዘይምንባብ ካባኹም ክርሕቕ ይኽእል እዩ፣ ዘይምጽላይ፣ ዘይምስላጥ፣ ኣብ ሓዳር ባእስን ዕግርግርን። ብምንጋፍ ኩሉ ክፍወስ ይኽእል እዩ። Of course ናይ ኩሉ ጌጋ ምንጪ ወይ ናይ ኩሉ ጉድለት ምንጪ ምንጋፍ ጥራይ ኣይኮነን ግን ምንጋፍ ዝፍውሶን ዘዐርዮን ማእለያ ዘይብሉ ነገር እዩ ስለዚ ሉቃስ ምዕራፍ ዓሰርተ ሰለስተ ዓሰርተ ሓደ ክሳብ ዓሰርተ ሸሞንተ እንሆ ኣብኣኻ ዓሰርተ ሸሞንተ ዓመት ሒዙ መንፈስ ድኻም ዝሓደራ ሰበይቲ ነበረት እዛ ሰበይቲ መንፈስ ድኻም እዩ ነይርዋ ስፒሪት ኦፍ ኢንፊርሚቲ Spirit of Infirmity ወይ መንፈስ ድኻም ማለት ከነጽንዖ ከለና ዝኾነ ዓይነት ጉድለት ማለት እዩ። ሳይኮሎጂካል ክኸውን ከምቲ ብቀዳማይ ዝበልናዮ ፊዚዮሎጂካል ክኸውን ይኽእል፣ ሳይኮሎጂካል ክኸውን ይኽእል፣ ስፒሪቹዋል ክኸውን ይኽእል። ኣብ ነፍስኻ ወይ ኣብ መንፈስካ ወይ ኣብ ኣተሓሳስባኻ ወይ ኣብ ስጋኻ ጉድለትን ድኻምን ክረኣ ከሎ ስፒሪት ኦፍ ኢንፊርሚቲ ይብሎ መጽሓፍ ቅዱስ መንፈስ ድኻም ይብሎ። እዛ ሰበይቲ እዚኣ ድማ ጓል ኣብርሃም እያ። ደሓር ንሪኦ ውርድ ኢልና ጥቕሲ ዓሰርተ ሽዱሽተ ጓል ኣብርሃም እያ ኪዳን ዘለዋ እያ ልክዕ ከምዚ ንሕና ኣመንቲ ኢና ንብሎ ማለት እዩ ሓንቲ ቤተሰበይ ናይ ቀረባ ቤተሰበይ ምንጋፍ የድልየኪ ምንጋፍ የድልየኪ ምንጋፍ የድልየኪ ምንጋፍ የድልየኪ ይብላ ኖ ብትዕቢት ኖ ኣነ ምንጋፍ ኣየድልየንን እዩ ኣነ ውሉድ ኣምላኽ እየ፣ ከምዚ ኩልና ኣመንቲ ንብሎ ማለት እዩ። መወዳእታ ንኹልና ዘሕዝነናን ዘጉህየናን ከቢድ ሓደጋ ምስ ኣጋጠማ፣ ኣጋንንታዊ ነገር እቲ ዝሪኦ ዝነበርኩ ምስ ኣጋጠማ መፂኣ ሶሪ ኢላትኒ። ቢንያም መሲሉኒ ብድፍረት ምንጋፍ ኣየድልየንን ይብለካ ነይረ ይቕሬታ ኢላትኒ። ብኸቢድ ነገር ዋጋ ምስ ከፈለት ኣብ ህይወት ማለት እዩ። ከቢድ ዋጋ ምስ ዘኽፈሉ ኣጋንንቲ እዩ። ጓል ኣብርሃም እያ እዚኣ ይብላ እዛ ሰበይቲ እዚኣ ግን ንዓሰርተ ሸሞንተ ዓመት ተሳቕያ ብመንፈስ ድኻም ንሳ ኸኣ ጎቢጣ ነበረት ክትቀንዕውን ከቶ ኣይተኻእላን ምቕናዕ ዝኣበየና ኣመንቲ መንፈሳዊ ህይወትና ነብሳዊ ህይወትና ናብራና ኣካይዳና ዝጎበጠ ማእለያ የብልናን ሎሚ ክትቀንዕ እውን ኣይተኽኣላን። የሱስ ምስ ረኣየ ጸዊዑ፣ ኣቲ ሰበይቲ ካብ ሕማምኪ ተፈቲሕኪ ኣሎኺ በላ። ኣብቲ ናይ እንግሊዝ ፍሪ ኮይንኪ ኣለኺ እዩ ዝብላ። ስጋዊ ሕማማ ንክትፍ ክትፍወስሲ ምንጋፍ የድልያ ነይሩ። ኣብ ሓድሽ ኪዳን ኣብ ብዙሕ ቦታ ንርእዮ ኢና እዚ። ካብ ኣጋንንቲ ምስ ተናገፉ ይፍወሱ። ኩሉ ሕማም ካብ ኣጋንንቲ እዩ ማለት ኣይኮነን። ብዙሕ ሕማማት ግን ካብ ኣጋንንቲ እዩ። ኩሉ ሕማም ካብ ኣጋንንቲ እዩ ማለት ኣይኮነን። ብዙሕ ሕማም ግን ካብ ኣጋንንቲ ኣሎ። ኢዱ እንበረላ ብኡብኡ ከኣ ቀንዐት ንኣምላኽ ውን ኣመስገኖቶ ይብለና። ደሓር ከመይ ጌርካ ብሰንበት ትፍውስ ኢሎሞም ሃይማኖተኛታት ከምዚ ንሕና ንማጎቶ ዘለና ማለት እዩ ንጋፋኤል ናን ገለ ንብሉ ክማጎትዎ ጀሚሮም ከመይ ጌርካ ብሰንበት ትፍውስ ከመይ ጌርካ ክካትዕዎ ምስ ጀመሩ እነሆ እዛ ካብ ዓሰርተ ሸሞንተ ዓመት ሒዙ ሰይጣን ዝኣሰራ ጓል ኣብርሃም ካብዚ ማእሰርዚ እዚ ብመዓልቲ ሰንበት ክትፍታሕ ዶ ኣይግባእን ኢሉ መለሰሎም። ጓል ኣብርሃም እያ ኪዳን ኣለዋ። ክብሪ ንኣምላ ይኹን። ኣብ ሉቃስ እውን ከምኡ ይብለና ምዕራፍ ኣርባዕተ ካብ ዓሰርተ ሸሞንተ ክሳብ ዓሰርተ ትሽዓተ ሉቃስ ምዕራፍ ኣርባዕተ ካብ ዓሰርተ ሸሞንተ ክሳብ ዓሰርተ ትሽዓተ ንድኻታት ከበስሮም ስለ ዝቐብኣኒ መንፈስ እግዚኣብሔር ኣብ ልዕለይ እዩ ንምሩኻት ክመልስ ንዕዉራት ምርኣይ ንግፉዓት ከኣ ምውጽእ ሃራ ክሰብኽ ሕሪት ዓመት እግዚኣብሄር ክሰብኽ ለኣኸኒ ሉቃስ ኣርባዕተ ዓሰርተ ሸሞንተ ክሳብ ዓሰርተ ትሽዓተ ንድኻታት ከበስሮም ስለ ዝቐብኣኒ መንፈስ እግዚኣብሄር ኣብ ልዕለይ እዩ ኣማኒ ምንጋፍ ኣየድልየንን እዩ ክብል ተኾይኑ ናብዚ ደረጃ ክመጽእ ኣለዎ ንድኻታት ከበስሮም ስለ ዝቐብኣኒ መንፈስ እግዚኣብሔር ኣብ ልዕለይ እዩ። መንፈስ እግዚኣብሔር ኣብ ውሽጥኻ ክኸውንን መንፈስ እግዚኣብሔር ኣብ ልዕሌኻ ክኸውንን በበይኑ እዩ። መንፈስ እግዚኣብሔር ኣብ ውሽጥኻ ክኸውንን መንፈስ እግዚኣብሔር ኣብ ልዕሌኻ ክኸውንን በበይኑ እዩ። መንፈስ እግዚኣብሔር ኣብ ውሽጥኻ ዝኸውን ንክርስቶስ ስለ ተቐበልካ እዩ። መንፈስ እግዚኣብሔር ኣብ ልዕሌኻ ዝኸውን ግን ምስ ኣምላኽ ቀጻሊ ዝኾነ ሕብረት ስለ ዘለካ እዩ። ኣተሓሳስባኻ ስለ ተለወጠ እዩ። ፍልጠት ኣምላኽ ስለ ዘለካ እዩ መንፈስ እግዚኣብሔር ኣብ ልዕሌኻ ዝኸውን። ንምንታይ ንምሩኻት ክመልስ ኣብዚ ሕጂ ምሩኻት ንሕና ኣይኮንናን። ምሩኻት እቶም ሰይጣን ዝማረኾም እዮም። ሰይጣን ዝኣሰሮም ይብሎም ዓሰርተ ሰላሳን ሸሞንተን ግብረ ሃዋርያት። ሕጂ ምንጋፍ ኣየድልየናን እዩ እንተበልና ኣብዚ የመልክዐልና እዩ ምክንያቱ ምሩኻት ኣይኮናን። ንምሩኻት ክመልስ ኢሉ ሰይጣን ዝማርኾም እንታይ ማለት እዩ ክርስቶስ ዘይብሎም ንሕና ግን ክርስቶስ ስለ ዘለና ምሩኻት ኣይኮናን። ንዕውራት ምርኣይ ኢሉ ንግፉዓት ከኣ ምውጽእ ሓራ ክሰብኽ እዛ ንግፉዓት ከኣ ምውጻእ ሓራ ክሰብኽ ትብል ንዓና ትምልከተና እያ ኦፕረስድ ንዝኾኑ ኦፕረስድ ንዝኾኑ ሰለስተ ዓይነት ኣጋንንታዊ ኣሰራርሓ እዩ ዘሎ ኦፕሬሽን ፖሴሽን ኦፕሬሽን ኤንድ ኦብሴሽን ፖሴሽን ነቶም ዓለማውያን እቶም ምሩኻት ኢልዎም ዘሎ ፖሰስ ገብሮ ምኽንያቱ መቕደስ ናይ መንፈስ ቅዱስ መቕደስ ኣይኮኑን ዳግም ኣይተወልዱን ክርስቶስ የብሎምን ንኣማኒ ግን ኦብሰስ ክገብሮ ክእል እዩ ኦፕረስ ክገብሮ ክእል እዩ ንነብስኻ ኦብሰስ ዝገብረካ ንስጋኻ ኦፕረስ ገብረካ ይገፍዐካ ማለት እዩ ሕማም ድዩ ዝተፈላለየ ነገር መጥቃዕቲ ይፍኑ ኣብ ህይወትካ ንምንታይ ድና ኣመንቲ ሓደ ሓደ ግዜ ሕማቕ ሕልሚ ንሓልም ኦፕሬሽን እዩ ንሱ ሕማቅ ሕልሚ ሓደገኛ እዩ ካብ ኣምላኽ ዘይኮነ ሕልሚ ብለይቲ ክትሓልም ሓደገኛ ነገር እዩ ብዙሓት ኣመንቲ ዘይንርድኦ ማለት እዩ ንሱ ኦብሰሽን እዩ ንሱ ኦፕሬሽን እዩ ኣጋንንታዊ ሰራርሓ እዩ ህይወትካ መጻኢኻ ከጥቅዕ እንድሕር ደልዩ ሓደ ሓደ ግዜ ሰይጣን ብሕልሚ እዩ ድመጸካ ብሕማቕ ሕልሚ ስለዚ ንግፉዓት ምውጻእ ሓራ ክሰብኽ ሕሪት ዓመት እግዚኣብሔር ክሰብኽ ለኣኸኒ ሕሪት ዓመት እግዚኣብሔር ክሰብኽ ለኣኸኒ ማለት ይር ኦፍ ጁብሊ ማለት እዩ ይር ኦፍ ጁብሊ መበል ኣርባዓን ትሽዓተን እያ እታ ሕሪት ዓመት እግዚኣብሔር ትበሃል ኣብ ደቂ እስራኤል ሸውዓተ ዓመት ሸውዓተ ኣብ ሸውዓተ ዓመት ኣብ ሸውዓተ ዓመት ኣብ ሸውዓተ ዓመት መሬት ክዕርፍ ኣለዎ ኣይሕረስን እዩ ኣብ እስራኤል መሬት ኣብ ሸውዓተ ዓመት ኣብ ሸውዓተ ዓመት ዕዳ ዝነበሮ ክመሓር ኣለዎ ኣብ ሸውዓተ ኣብ ሸውዓተ ዓመት በዓል ኣለዎም ኣብ ሸውዓተ ግዜ ሸውዓተ ኣብ ኣርብዓን ትሽዓተን ዓመት ግን ዩር ኦፍ ጁብሊ ይብልዎ ከባቢ ሓምሳ ዓመት ማለት እዩ ሸውዓተ ዝረብሖ ሸውዓተ ኣርብዓን ትሽዓተን እዩ ስለዚ ዩር ኦፍ ጁብሊ ይብልዎ ሕሪት ዓመት እግዚኣብሔር ይብልዎ በዓል ገብሩ ይበልዑ ይሰትዩ ብሓንሳብ ንዘየለዎ የብልዑ የማቕሉ ይሕግዙ ዕዳ ንዘለዎ ይምሕርዎ እታ መሬት ተዕርፍ ካብ ማሕረስ ብዙሕ ጽቡቕ ነገር ይኸውን እዚ ብምእዛዞም ድማ እግዚኣብሔር መሊሹ ንህዝቡ ይባርኾ ማለት እዩ ንዓና ግን ሕሪት ዓመት እግዚኣብሔር እታ መበል ኣርባዓን ትሽዓተን ዓመት ብክርስቶስ እያ ኮይናትና መዓልታ እውን ዓና ሕሪት ዓመት እግዚኣብሔር እዩ መዓልታ እውን ኣማኒ እንድሕር ዳ ኣተሓሳስብ ክህልዎ ጀሚሩ ብመስቀል ይር ኦፍ ጁብሊ ንዓና Year of Freedom ማለት እዩ፣ ናይ ነጻነት ዓመት ማለት እዩ። ስለዚ እዮም ብዙሓት ኣመንቲ ኣማኒ ነጻ እዩ፣ ኣማኒ ምንጋፍ ኣየድልዮን ይብሉኻ። ሓቆም እዮም። ምኽንያቱ ኣብ መስቀል ዓቢ ነገር ስለ ዝኾነልና፣ ንዓና Year of Jubilee ስለ ዝኾነ። ግን ፍልጠት ክህልወና ኣለዎ፣ ምርዳእ ክህልወና ኣለዎ፣ መንፈሳዊ ማንነትና ክንርዳእ ኣሎና። ክብሪ ንኣምላ ይኹን። ስለዚ እዚ ንግፍዓት ሓራ ምውጻእ ዝብሎ ወይ ድማ ኦፕሬሽን ድብሎ፣ ኦብሰሽን ኤንድ ኦፕሬሽን ድብሎ፣ ኣብ ነብስናን ኣብ ስጋናን ዝኸውን ማለት እዩ፣ ጠዓንቶ ወይ ዝጠቐስናዮ ከም በዓል ጭንቀት፣ ፍርሒ፣ ርእሲ ሕማም፣ ሕማም ርእሲ፣ መንፈስ ድኻም፣ ልቢ ድኻም፣ ሕበጥ፣ ዝተፈላለየ ሕማማት፣ ሕማቕ ሕልሚ፣ መጽሓፍ ቅዱስ ዘይምንባብ፣ ዘይምጽላይ፣ ዘይምስላጥ፣ ኣብ ሓዳር ዕግርግር፣ ኣብ ደቅና ብዙሕ ሽግር፣ እዚ እቲ ኦብሰሽን ኤንድ ኦፕሬሽን ንብሎ ማለት እዩ። ካሊእ ኣብ ካልኣይ ጢምቴዎስ ምዕራፍ ሓደ ጥቕሲ ሸውዓተ ከምዚ ይብለና ካልኣይ ጢምቴዎስ ምዕራፍ ሓደ ጥቕሲ ሸውዓተ በዚ ምኽንያት እዚ ድማ በዚ ምኽንያት እዚ ኣምላኽሲ መንፈስ ሓይልን ቅጽዓትን እምበር መንፈስ ፍርሓት ኣይሃበናን ነቲ ብምንባር ኢደይ ኣባኻ ዘሎ ውህበት ኣምላኽ ከተሐድሶ እዘክረካ ኣለኹ ኢሉ። መንፈስ ብርሓት ፍርሓት ኣይሃበናን እሞ ፍርሒ መንፈስ እዩ። ኣብ ዝሓለፈ ናይ ኣእምሮ ሰላም ንብል ነርና። ሓደ ሓደ ግዜ ጭንቀት መንፈስ እዩ። ከምኡ ኢልኒ ሓቀይ ጭንቀት ነብሳዊ ክኸውን ይኽእል እዩ። ብናይ ሓሳብ ጭንቀት መንፈሳዊ ክኸውን ይኽእል እዩ፣ ናይ ኣጋንንቲ መጥቃዕቲ ኢልናዮ፣ መንፈስ ክኸውን ይኽእል እዩ፣ እንደገና ድማ ፊዚዮሎጂካል ክኸውን ይኽእል እዩ፣ ናይ ስጋኻ ወይ ናይ ሆርሞንካ ወይ ናይ ነርቨስ ሲስተምካ ወይ ናይ ኒሮንካ ምዝባዕ ክኸውን ይኽእል እዩ ኢልናዮ፣ ናይቲ ፊዚዮሎጂካል ናትና። ስለዚ ኣብዚ እንሪኦ ዘለና ካልኣይ ጢሞቴዎስ ምዕራፍ ሓደ ዝኽ ሸውዓተ መንፈስ ፍርሒ ኣይተቐበልናን ይብለና። ሓደ ሓደ ግዜ ስቅ ኢልና ንፈርሕ ሰባት ኣለና ኣነ እንታይ እየ ዝብል ፍርሒ ካብ ሰይጣን ዘይሓምቅ ክፉእ ጸላኢ እዩ ፍርሒ ካብ ሰይጣን ዘይሓምቅ ክፉእ ጸላኢ እዩ ካብ ብዙሕ ነገር ዝቆርጸካን ብዙሕ ነገርካ ዘባላሽን ፍርሒ እዩ መንፈስ ፍርሒ ኣይተቀበልናን ይብል ክብርና ኣምላ ይኹን ደሓር ክንጽሊ ኢና እግዚኣብሔር መንፈስ ትብዓት ክበና ስለዚ ሰለስተ ነገር ክጠቅስ እየ ብኡ ክውድእ ኣብ ህይወትና ምንጋፍ ንክህሉን ንካልኦት ድማ ከነናግፍ ሰለስተ ነገር የድልየና ተቐዳሚቱ ተዓንቶይ ዝበልናያ ምዕራፍ ኣርባዕተ ሉቃስ ካብ 18 ክሳብ 19 ቅብኣት የድልየና መንፈስ እግዚኣብሔር ኣብ ልዕለይ እዩ ዝብል ትብዓት ክህልወና የድሊ ክብሪ ንእግዚኣብሔር ይኹን ኢለውኩም እየ መንፈስ ቅዱስ ኣብ ውሽጥኻ ክኸውን ክርስቶስ ኣብ ውሽጥኻ ክኸውን ንክርስቶስ ምቕባል ጥራይ ዘድልየካ መንፈስ ቅዱስ ኣብ ልዕሌኻ ክኸውን መንፈስ ናይ ክርስቶስ ኣብ ልዕሌኻ ንክኸውን ግን ትኽክለኛ ምርዳእ ናይ መጽሓፍ ቅዱስን ጥቡቕ ሕብረት ምስ መንፈስ ቅዱስን መዓልታዊ ክህልወካ ኣሎ ስለዚ እቲ ናይ መጀመርያ ገዛእ ርእስና እነናግፈሉን ንብዙሓት እነናግፈሉን መገዲ ቅብኣት እዩ መንፈስ እግዚኣብሔር ኣብ ልዕለይ ካልኣይ ናይ ኣተሓሳስባ ለውጢ እዩ ናይ ኣተሓሳስባ ለውጢ እዩ ክብሪ ንኣምላ ይኾን ማለት መስቀል ተረዲእና ዳግም ልደትና ተረዲእና ውሉድነትና ተረዲእና መንፈሳዊ ማንነትና ተረዲእና ኣብ ክርስቶስ ዘለና ቦታ ተረዲእና በቲ ናይ ሓድሽ ኪዳን ቃል ምልኣት ኣተሓሳስባና ክልወጥ ከሎ መጀመርያ ምንጋፍ ይኸውን ኣብ ህይወትና ብድሕሪኡ ንኻልኦት ከነናግፍ ንኽእል። ካልኣይ ቆሮንጦስ ከምዚ ይብለና ምዕራፍ ዓሰርተ ካብ ጥቕሲ ሰለስተ ስጋብ ሽዱሽተ ብስጋ እኳ እንመላለስ ክነስና ከም ስጋ ግን ኣይንዋጋእን ኢና ኢሉ። ኣጽዋር ውግእና ኣብ ቅድሚ ኣምላኽ ንምፍራድ ጽኑዕ ዕርድታት ብርቱዕ እምበር ስጋዊ ኣይኮነን። ብኡ ኸኣ ሓሳባትን ምስ ፍልጠት ኣምላኽ ዝጻላእ ልዕል ዝበለን ነገር እናፍረስና ኩሉ ኣእምሮ ንምእዛዝ ክርስቶስ ንማርኸሉ ኢና። ምእዛዝኩም ምስ ተፈጸመ እውን ነቲ ዘይምእዛዝ ዘበለ ኩሉ ክንቀጽዖ ተዳሊና ኣለና። ክብሪ ንእግዚኣብሔር ይኹን። ምስ ፍልጠት ኣምላኽ ዝጻላእ ልዕል ዝበለ ሓሳብ ምስ ፍልጠት ኣምላኽ ዝጸላልዐ ዝበለ ነገር፣ ፍልጠት ዝመስል፣ ቲኦሎጂ ዝመስል፣ ቃል ኣምላኽ ዝመስል፣ ስብከት ዝመስል ኣብ ህይወትና ምንጋፍና ዘዳናጉይ፣ ንኻልኦት ከይነናግፍ ዝገብረና፣ ኣማኒ ምንጋፍ ኣየድልዮን እዩ እንዳበልና ክንካታዕ ዝገብረና፣ እሞ ከምዚ ኢልና እናካታዕና ንኻልኦት ከነናግፍ ኣይንኸል። ንሕና ድማ ኣብ ክንርድኦ ብዘይንኽል ስውር ናይ ኣጋንንቲ መንፈሳዊ መጥቃዕትን ውግእን ንሓልፍ። ኣተሓሳስባ ምልዋጥ ክብሪ ንእግዚኣብሔር ይኹን ትራንስፎርሜሽን መማራን መጽሓፍ ቅዱስ ክገልጽዎ ከሎ ብጽምብላሊዕ ይገልጽዎ ኣርባዕተ ደረጃ ናይ ላርቫ ናይ እንቋቑሖ ደረጃ ናይ ላርቫ ደረጃ ናይ ፑፓ ደረጃ ናይ ኣዳልት ደረጃ ብሎ ተተሓሳስባኻ ክልወጥ ከሎስ ናይ እንቋቑሖ ደረጃ ናይ ላርቫ ደረጃ እንደገና ናብ ናይ ፑፓ ደረጃ ይሰጋገር ብድሕሪኡ ናብ ማቹር ዝኾነ ኣተሓሳስባ ትራንስፎርም ይኸውን ማለት እዩ ናብ ጽባቀ ናይ ጽምብላሊዕ ማለት እዩ ክብሪ ንኣምላ ይኹን እቲ ሳልሳይን ናይ መወዳእታን ኣብቲ ናይ ውሽጢ ሰብካ ብሓይሊ ምብርታዕ ኤፌሶን ከምዚ ይብለና ብመንፈሱ ኣብቲ ናይ ውሽጢ ሰቡ ብሓይሊ ምእንቲ ክትብርትዑ ከምቲ ሃብቲ ክብሩ ክበኩም እጽሊ ኣለኹ ብመንፈሱ ኣብቲ ናይ ውሽጢ ሰብኩም ብሓይሊ ክትብርትዑ ካብቲ ምስ ኣምላኽ ዘለና ዝምድና ተላዕለ መዓልታዊ ኣተሓሳስባና ካብ ምልዋጥ ዝተላዕለ፣ ምስ እግዚኣብሔር ጥቡቕ ዝምድና ካብ ምህላው ዝተላዕለ፣ ልብና መዓልታዊ ብመንፈሱ ይብርትዕ። ውሽጣዊ ሰብና መዓልታዊ ብመንፈሱ ይብርትዕ፣ ኣጋንንቲ ክቐርቡና ኣይክእሉን እዮም። ልብና መዓልታዊ ክብርትዕ ከሎ፣ መንፈስና ውሽጣዊ ሰብና መዓልታዊ ብቓሉን ብመንፈሱን ምስ እግዚኣብሔር ሕብረት ብምግባር ክብርትዕ ከሎ፣ ልክዕ ከምዚ ድረሰነ መቕሎ ድረሰነ ሓዊና ነጋንንቲ ክትንክፉና ኣይክእሉን እዩ። ሕማቕ ሕልሚ ኣባና ክመጽእ ኣይክእልን እዩ። ሕማቕ ሕልሚ ድመጽእ ናብ ሓደ ኣማኒ ኢለኩም እየ ብሕልሞም ዝሙት እረኣዮም ገሊኦም ነቲ ወዲ ኣዋልድ እረኣየዎ ነታ ጓል ኣወዳት እረኣየዋ ብሕልማ ወይ ካሊእ ደሰንብድ ዘህድም ዘፍርሕ ባህ ዘየብል ሕልሚ ንርኢ ንምንታይ ኣጋንንቲ መጺኦም ኣብ ህይወትና ሕልሚ ክሳዕ ዝሰርሑ ክሳዕ ክንድዚ ህይወትና ዝሒሉ ኣሎ ክሳዕ ክንድዚ ውሽጣዊ ሰብና ደኺሙ ኣሎ ማለት እዩ ኣብቲ ናይ ውሽጢ ሰቡ ብመንፈሱ ብሓይሊ ክትብርትዕ ይብለና ክብሪ ንኣምላ ይኹን ኤፌሶን ምዕራፍ ሰለስተ እውን ከምዚ ይብለና ካብ ዕስራ ክሳብ ዕስራን ሓደን ግና ከምቲ ኣባና ዝገብር ሓይሊ ካብቲ ንሕና እንልምኖን እንሓስቦን ዘበለ እምብዛ ዓዚዙ ክገብር ዝከኣሎ ካብ ዘልኣለም ንዘልኣለም ንኹሉ ወሎዶታት ኣብታ ማሕበር ብክርስቶስ የሱስ ንዕኡ ክብሪ ይኹኖ ኣሜን። ከምቲ ኣባና ዝገብር ሓይሊ ከምቲ ኣብ ውሽጥና ዝገብር ሓይሊ ካብቲ ንሕና እንሓስቦን እንልምኖን ንላዕሊ እምብዛ የዕዚዙ ክገብር ዝከኣሎ ይብለና። ካብቲ ንሕና እንሓስቦን እንልምኖን ንላዕሊ እምብዛ የዕዚዙ ከናግፍ ዝከኣሎ፣ ክፍውስ ዝከኣሎ፣ ከድሕን ዝከኣሎ፣ ተኣምራት ክገብር ዝከኣሎ ግን ብኸመይ? በቲ ኣብ ውሽጥና ዝገብር ሓይሊ ይብል ኣሎ። ኣምላኽ ኣብ ልዕሌኻ ክገብር እንተኾይኑ መጀመርያ ኣብ ውሽጥኻ ክገብር ኣለዎ፣ ውሽጥኻ ክሰርሕ ኣለዎ። ኣምላኽ ኣብ ሂወትካ ክሰርሕ ተኾይኑ መጀመርያ ኣብ ውሽጥኻ ክሰርሕ ኣለዎ ብሩኻት ኢኹም ንጸሊ ምንጋፍ ዘድልየኩም ክንጽሊ ኢና ክብሪ ንኣምላ ይኹን ጭንቀት ዘለኩም ፍርሒ ዘለኩም ርእሲ ሕማም ዘለኩም መንፈስ ድኻም ዘለኩም ልቢ ድኻም ዘለኩም ሕበጥ ዘለኩም ዝተፈላለየ ሕማም ዘለኩም ሕማቕ ሕልሚ ትሓልሙ፣ መጽሓፍ ቅዱስ ዘይምንባብ ዘጋጥመኩም፣ ዘይምጽላይ፣ ዘይምስላጥ፣ ኣብ ሓዳር፣ ኣብ ደቅኹም ዕግርግር ዘጋጥመኩም፣ ኣብ ኢኮኖሚ ዘይምስላጥ ዘጋጥመኩም፣ ማንኛውም ኣብ ህይወትኩም ባህ ዘየብል ነገር ዘጋጥመኩም ክንጽሊ ኢና። ተኣምራት ክገብር ካብ ሎምዓንቲ ክትምስክሩለይ ኢኹም። ኣብኡ ኣብቲ ዩቲብ እቲ ቪድዮ ክለቀዩ ኣብ ታሕቲ ክትምስክሩለይ ኢኹም ኣብ ሂወትኩም ዝኸውን ዘሎ እግዚኣብሔር ኣብ ሂወትኩም ዝገብሮ ዘሎ ነገር ክብሪ ንእግዚኣብሔር ይኹን ኣብ ደቅኹም ኣብ ቤትኩም ዝገብሮ ዘሎ ነገር በየሱስ ክርስቶስ ስም ጎይታ እግዚኣብሔር ምንጋፍ ክኸውንሎምን ንጽልይ ኣለና ኣብ ጸልማት ብርሃን ይኹን ዝበልካ እግዚኣብሔር ኣብ ጸልማት ብርሃን ይኹን ዝበልካ መንፈስ ቅዱስ ኣብ ጸልማት ብርሃን ይኹን ዝበልካ ጎይታ የሱስ ክርስቶስ በየሱስ ክርስቶስ ስም ኣብ ኣሕዋተይ ብርሃን ይኹን በየሱስ ክርስቶስ ስም ኣብ ኣሕዋተይ ብርሃን ይኹን በየሱስ ክርስቶስ ስም ኣብ ኣሕዋተይ ብርሃን ይኹን በየሱስ ክርስቶስ ስም ኣብ ኣሕዋተይ ብርሃን ይኹን በየሱስ ክርስቶስ ስም ኣብ ሓሳቦም ብርሃን ይኹን ርእሲ ሕማም ዘበለ ይቐጽዖ ኣለኹ ብሽም የሱስ ርእ ለቂቅካዮም ክትከይድ እጽሊ ኣለኹ መርዘን ርእሲ ሕማም ዘበለ ኩሉ ብየሱስ ክርስቶስ ስም ለቂቅካዮም ክትከይድ እእዝ ኣለኹ ብየሱስ ክርስቶስ ስም ለቂቅካዮም ክትከይድ እእዝ ኣለኹ ማንኛውም ቃንዛ ለቂቅካዮም ክድ ብየሱስ ክርስቶስ ስም ኣብ ኣካላቶም ኣብ ርእሶም ዘቀንዝዎም ዘበለ ብስም የሱስ ክርስቶስ ስም ሓዊ መንፈስ ቅዱስ

ጭንቀት ፍርሒ ጓሂ ካብ እግዚኣብሔር ዘይኮነ ኣብ ቤትኩም ኣብ ህይወትኩም ኣብ ደቅኹም ኣብ ሓዳርኩም ዕግርግር ዘበለ ኩሉ ኢኮኖሚኹም ጥዕናኹም ሰላምኩም ዝበልዕ ዘበለ ኣገንንታዊ ምኽሪ ጥንቆላ ኣባኹም ኣይሰርሕን እዩ ማርት ኣባኹም ኣይሰርሕን እዩ ኣስማት ኣባኹም ኣይሰርሕን እዩ ጸልማት ኣባኹም ኣይሰርሕን እዩ ሳት መንፈስ ቅዱስ ለቒቁ ከይደ እዛ ኣለኹ።

በሽመት ሓው መንፈስ ቅዱስ ይኹን ኣብ መንፈስኩም ኣብ ነብስኹም ኣብ ስጋኹም ሳት መንፈስ ቅዱስ ይኹን ፍጹም ምንጋፍ ይኹን ካብ ሕልምኹም ይነቕሎ ኣለኹ ዝኾነ ይኹን ናይ ጸልማት ኣሰራርሓ ሕልምኹም ለቒቕኹም ክኸይድ ብየሱስ ክርስቶስም ካብ ሎሚ ኣትሒዙ ሕልምኹም ድቃስኩም ኩሉ ሰላም ክኸውን ለይትኹም ሰላም ክኸውን እጽልይ ኣለኹ በስም የሱስ ኣብ ሕልሞም እትዕገርግሮም ኣጋንንቲ በስም የሱስ ለቒካዮም ክትከይድ እዛ ኣለኹ